መርሓባ የሕዋተየ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ኣብዚኣ ከኣ ሓንቲ ንእሽተይ ሓበሬታ ክህበኩም ይደሊ ብዛዕባ እዚ ሊንክ ይሰዱልካ ምሽ ብኤስምኤስ እዚ ፓኬት መፂካ ኣሎ ዲኤችኤል ገለ ሰዲዳትልካ ኣላ ወይ ገለ ምሽ ሊንክ ይሰዱልኩም ወይ ድማ ብኢመይል ይሰዱልኩም ናትካ ባንክ ስኒ ከምዝን ከምዝን ሓቲታትና እንታይ ናትካ ዳታ ኣድልየና ወይ ድማ ብዙሕ ዘጋጥም ዘሎ ብዚ እዋን እዚ ከዓ ብኢቤይ ኢቤይ እንድሕር ትጥቀሙ ኮይንኩም እንድዒ ትጥቀሙ ዲኹም ኢቤይ ንኣብነት ገለ ክትሸይጥ ትደሊ ካብ ትቑሑድካ ክንዲ ትድርብዮ ጥዑይ እንድሕር ኮይኑ ብቐሊሉ ክትሸጦ ትኽእል ኢኻ ምሽዶ ሽዑ ቀልጢፎም ገሊኦም እንታይ እዩ ዘድልኩም እዚ ኣለኝ ክሞ ጠውቃ ሽዑኡ ኣብዚ ኣቐብለልዮም እቲ ኣቑሑት ገለ ከምዚ ናበየ ክሰደልካ እቲ ገንዘብ ብክስታየ ዝሰደልካ ኢልካ ከምዚ ሊንክ ይሰዱልካ ብሓፂሩ በብዓይነቱ ትሪክስ እዩ ዘሎ ብዚ ከማን ኣብ ከምዚ ምጥንቃቕ የድልየና እዩ ኖርማል ብኢቤ እቲ ኣቑሑት ክትገዝኦ እንድሕር ደሊኻስ ናብ ርሑቕ ቦታ መሊስካ ኣይትሸጦን ኢኻ ኣይትሰዶን ኢኻ ማለት ኖርማል ሰክንድ ሀንድ ኣቑሑት እዩ ግን ንሳቶም ብዙሕ ግዜ ስደደልና እሞኒ ከምዚ ግበር ከምዚ ፍጠር ገለ ይብሉኻ እዮም ኣብ ከምዚ ከዓኒ ዘይ በቃ እቲ ኮሚኒኬሽን ምስኦም ጠጦ ምባል ካብ መጀመርያ ዘይምምላሶም ክሰርቁኹም እዮም ዝደልዩ ከምኡ ዝገብሩ ማለት እዩ እንድዒ ዘጋጠሞ ከማን ኣብዚ ኮመንትስ ከይፅሓፈለይ ብዙሕ ኣሎ ማለት እዩ ወይ ድማ ብላብላ ትፈልጥዎ ትኾኑ እዚ ብማኪና ክትከይድ ክትገሸሉ ትኽእል ካልእ ሰብ ማኪና እንድሕር ኣለዎ ናብ ካልእ ከተማ ክኸይድ ከሎ ካልኦት ሰባት ክማላኣሉ ዝኽእል ኤፕሊኬሽን ኣለ ኣብኡ ከማን ኩሉ ግዜ መጠንቀቕታ ይሓድጉኦም ኣብኡ ከማን ከምዚ ከምኡ ኣሎ ከምኡታት ኣሎ ፈሊጦም እዚ ኣሌንክ እሞ ጠውቃ ከምዚ ግበር እሞ ከምዚ ፍጠር እሞ ናትካ ዳታ ሃበና ይብሉካ ግን ክሰርቁኹም እዮም ዝደልዩ ብሓፂሩ ክስታይ ናበየናይ እቲ ገንዘብ ክሰዶ ወይ ገለ ሊንክ ይሰዱልኩም ብሓፂሩ እቲ ሊንክ ብጠቕላላ ዝኾነ ሊንክ ዘይርድኣና ኣይንኽፈቶ እቲ ናይ ባንክ ኢሜይል ንኣብነት ብምንታይ ከዓ ትፈልጦ መሲልኩም እቲ መን ከም ዝሰደዶ እንድሕር ርኢኹሞ ኣብቲ ላዕሊ ኣይነይቲ ኢሜይል እያ እዚኣ ኢሜይል ሰዲዳቶ ኢልኩም እንድሕር ፈትሽኩሞ መብዛሕትኡ ግዜ ናትኩም ባንክ ኣይኮነትን ካልእ ካልእ ክስታይ እዩ ዘሎ ካልእ ሽም እዩ ዘሎ እቲ ሌይብል እቲ ሽም ናይ ባንክ ናትኩም ግን እቲ ስእሊ ናይ ባንክ እቲ ናታ ማርካ ግን እሱ ጥራይ እንድሕር ፈትሽኩሞ ናትኩም ናታ ከም ዝኾነ ይርድኣኩም ማለት እዩ። ስለዚ ኣብ ከምዚ ኦንላይን ክንንቀሳቐስ ከሎና ዝኾነ ሊንክ ዘይንፈልጦ ዘይምኽፋት ዘይንኣምኖ ሰብ እንድሕር ኮይኑ ወይ ድማ ሰብ ከማን ብዘይምፍላጡ ስቕ ኢሉ ሊንክ ይሰደልካ እዚ ናይ ቅድሚ ሕጂ ከማን ኣዚ ብሕሱር ከምዚ ክትገብር እያ ወይ ኢትዮጵያን ኤርላይንስ ከምዚ ክትስዕር ኢኻ ገለ ኢሎም ይሰዱልካ እዚ ኩሉ ሊንክ ክንከፍቶ የብልናን ክንጥንቀቕ ኣለና መሊሰ ክብለኩም ይደሊ ብብዝሒ ስለ ዘሎ